ሰላም ቆልዑት ኣነ ስመይ ሽመይ ሊልያን ኣብርሃም ይበሃል ኸዚ ልነግረኩም ናብ መፅሓፍ ቅዱስ ሓደ ዮናስ ልበሃል ናይ እግዚኣብሔር ነብይ ነይሩ ናዩ ታሪክ እየ ክነግረኩም ዮናስ እግዚኣብሔር ንዮናስ ላብ ነነዌ ህዝቢ ኽድሞ ኣርባዓ መዓልቲ ውሽጢ ካብ ጥፍኣትኹም ድኽር ዘይተመለስኹም ዓድኹም ትጠፍእ እያ በሎም ኢሉ ካብኡ ዮናስ እውን ናይ እግዚኣብሄር ምኽሪ ዘይሰምዐ ናብ ተርሴስ እትበሃል ዓዲ ከይዱ ናብ ተርሴስ ትኸድ መርከብ ርእዩ ነይሩ ካብኡ ናብዛ ተርሴስ ናብ ተርሴስ ከይዱ ካብኡ ናኸደ ናኸደ ናሃለየ እግዚኣብሄር ሓያል ንፋስ ልኢኹ ዝኑፋስ ሓያል ነይሩ እዛ እዛ መርከብ ትጥሕል ደልያ ላፍቲ ላፍቲ እናበለት ብጣዕሚ ተጨኒቆም ሰባት ኣቁሑት በዚሕዋ እናበሉ ኣቁሑት እናደብረዩ እናደብረዩ ነይሮም ካብኡ ግን ዮናስ ኣብዛ ታሕቲ ገዛ እዛ መርከብ ለላታ ኣብኣ ሓያል ድቃስ ወሲድዎ ነይሩ ደቂሱ ነይሩ ካብኡ ዙ መርከበኛ ዝውር ነበረ ላብ ታሕቲ ላብ ዮናስ ወሪዱ ንስኻኸ መን ኢኻ ኣታ ተልዓል መን ኢኻ ንስኻኸ መን ኢኻ ንሕና ተጨኒቕና ምናልባት ጎይታ ተማሓረና ንዓ ጸሊ ምሳና መን ኢኻኸ ኢልዎ ካብኡ ዮናስ ውን ተላዒሉ ናብ ናብዞም ምስኣቶም ናጸለየ ናሃለየ ካብኡ መን እዩ ሓጥያት ሰሪሑ ኢሎም እስቲ ዕጻ ነውድቕ ኢሎም ካብኡ ዝዕጻ ኣብ ዮናስ በጺሓቶ ካብኡስ እስኻስ ታይ ኢና ጌርናካ ተኣኻኹካ ንኣኻ እስኻ ሓጥያት ሰሪሕኻስ ንኣ ንሕና ንሞት ዲና ማለት ታይ ኢኻ ጌርኻና ኢልዎም ካብኡ ኣምርም ካብኡ ዮናስ እውን እ ሒዝኩም ብእግረይን ብኢደይን ሒዝኩም ናብ ባሕሪ ደርብዩኒ ኢልዎም ካብኡ እሱ እውን እሳቶም እውን ሒዞም ብኢዶምን ብእግሮምን ሒዞም ደብርዮምዎ ላብ ባሕሪ ካብኡ ምስ ደብርዮዎ እዛ ባሕሪ ትጥሕል ነበርት ንእሽተይ ቀሪዋ ነይሩ ካብኡ ኣቋሪፁ ዝንፋስለ ኣቋሪፁ። ካብኡ እዚ ንፋስ ኹሉ ምስ ኣቋረጸ ተመስገን ጎይታይ ኢሎም መስዋዕቲ ኣቕሪቦም። ካብኡ ዮናስ እውን ምስ ደብሬዎ ዓብዩ ዓሳ ነባሪ ኣዳልዩ ነይሩ እግዚኣብሄር ካብኡ ኣብ ዓሳ ነባሪ ውሽጢ ሰለስተ መዓልቲ እናጸለየ ውዒሉ እናጸለየ ካብኡ በዛ ራብዓይቲ መዓልቲ እውን ጎይታ እ ንዙ ዓሳ ነባሪ ትፍኣዮ ኢልዎ ከእ ናብዙ ገምገም ባሕሪ ተፊእዎ ዙ ዓሳ ነባሪ ን ዮናስ ተፊእዎ ናብ ገምገም ባሕሪ ካብኡ ኸዚ እግዚኣብሔር ኸዚ ናብ ልበልኹኻ ቦታ ኸይድኻ ንነነዌ ህዝቢ ኣብ ኣርብዓ መዓልቲ ውሽጢ ካብ ሓጢኣቶም ንክለይ ተመለሱ ዓዶም ትጠፍእ እያ በሎም ኢልዎ ካብኡ ዓዶም ካኡ ከይዱ ኣዋጅ ኣዋጅ ኣዋጅ ኣርብዓ መዓልቲ ሰማይን ምድርን ዝፈጠረ ኣምላኽ ኣርብዓ መዓልቲ ካብ ሓጥያትኩም ካብ ጥፍኣትኩም ድሕሪ ዘይተመለስኩም ዓድኹም ትጠፍእ እያ ኢልዎም ካኡ ንሳቶም ውን ኹሉ ኹሉ ኹሉ ሰብ ማይ ውን ኣይሰተየ ምግቢ ን ኣይበለዐ ኹሉ ሰብ ቀዋል ኣንስሳት ይኹኑ ህፃውንቲ ይኹኑ ዓበይቲ ስሳት ይኹን ምንም ዘይበልዑ ፀይሞም ካብኡ ድሒኖም እግዚኣብሔር እውን ኣድሒንዎም ኹሎም ተሓጒሶም ናሃለዩ ግን ዮናስ ግን ሓዚኑ ነይሩ ንምንታይ ንኣየ እግዚኣብሔር ስለለድሐኖም ንኣየ ሓሻው ክብሉኒ ክብሉኒ እዮም ኢልዎም እዩ ኢሉ ዮናስ ተናዲዱ። ግን ንሳቶም ሓሽ ሓሻዊ ኣይበልዎይ። ኸዚ ቆልዑት ና ኸዚ ካብዚ ንመሃሮ እግዚኣብሄር ንኹሉ ፍጥረት ኻም ዝእዝዝ ኸዚ ዝኑፋ ዙ ዓሳ ነባሪ ኸዚ ኣብ ኸብድኻ ኣቐምጦ ንዮ ንዮናስ ኣውሊዕካ ኣብ ከብድኻ ኣቐምጦ፣ ካብኡ ሰለስተ መዓልቲ መዓልቲ ኣብ ኣውዒሉኒ እናጸለየ፣ ካብኡ እዚ ንፋስ'ውን ሓያል ንፋስ ነይሩ፣ ኣብዛ መርከብ እናሃለዩ እዞም ሰባት ካብኡ እዚ ንፋስ'ውን ከቋርጽ ገይርዎ፣ እግዚኣብሄር ባዕሉ ዝፈጠረ ባዕሉ ከቋርጽ ከም ዝኽኣል እዩ። ቻው ቆልዑት እዚኣ ታሪክ ምናልባት ኣነ ተጋግየ ይኮን እየ ዮናስ ኣብ ናይ ዮናስ መጽሓፍ ረእዋ ኢኩም ኣንብብዋ ትክእሉ ንባዕልኩም ህጻውንቲ ዝኮንኩም ግን ኣቦኩም ኣደኩምን ኣንብብለይ በልዎም ኢኩም ቻው ቆልዑት ዝሎማዓንቲ ዝተምሃርናዮ ሓዝዎ ኢኩም ኪትዝተዎ ቻው።
ኣይበልኩኻን ኣነ ኣፍስሰለይ ደምካ ኣይበልኩኻን ኣነ ቁረስ ስጋኻ ኣይሃተትኩኻን ኣነ ክትሰውእ ሂወትካ እንካየ ዝበልኩ ስጋይ ዝተቆረሰ ምንታኻ ተቀበል ውሰዶ ዝፈሰስ ደመይ ሰሊኻ ሂወት ዝኾነልካ ምህረት ከምጻልካ ዝተቀበሎ ርስቲ ዋጋ ናይ እምነትካ ኣይበልኩኻን

ሓንሳእ ሓንሳእ ትጻወቱ ትኾኑ፣ ሓንሳእ ሓንሳእ ተንብቡ ትኾኑ፣ ተፈላለየ ነገር ትገብሩ ትኾኑ። ሕጂ ድማ እቲ ፕሮግራምና ናይ ታሪክ ንሰምዐሉ ግዜ እዩ። እቲ ናይ ዕረፍቲ ግዘኹም ድማ ከም ዝፈተኹሞ ብጣዕሚ ተስፋ ይገብር። ዝተፈላለየ ቆልዑት ዝጻወትዎ ጸዋታታት ኣለው። ኣብዚ ድማ ምሳይ ሃና እውን ኣላ። ሃና እተፈላለየ ጸዋታት ትጻወት እያ። እንታይ ክትጻውቲ ሃኒየ? ኣይትጻወቲን? ኩሉ ትጻወቲ? እንታይ ትጻወቲ? ኩሉ ኩሉ ዋ ገመድ ትዘሊ ዶ ስፖርት ትሰርሒ? ዋው ንፍዕቲ ኢኪ ብጣዓሚ ዞም ቆሉዑት ውን ከምዝኡ ከም ትጻወቱ ተስፋ ይገብር እየ ሎሚ ናይ ታሪክ ግዜ ክህልወና እዩ እቲ ዝነግረኩም ታሪክ ቅድሚ ምጅማረይ ሽመይ ክነግረኩም እየ ሽመይ ማማ ማህለይ ትባሃል ኣብዚ ዝመጻኩ ታሪክ ክነግረኩም እየ እዛ ጓለይ ድማ ሽማ ሃና ሳሙኤል ትባሃል እስኪ ሰላም በልዮም። ሰላም ትብለኩም ኣላ ብጣዕሚ ኢና ንፈትወኩም። ሕጂ ቆሉዑት ገፋፋይ ሰብ ክገብረካ ትብል መዝሙር ብሓንሳእ ክንዝምር ኢና ምሳካትኩም ኣነን ሃናን ኣብዚ ኮይና ክንዝምረልኩም ኢና ምሳና ዘምሩ።

ሕጂ ናብ ታሪክ ሰዓትና ንኸይድላ ማለት እዩ። ሎሚ ዝነግረኩም ታሪክ ብዛዕባ ዓሳ ክነጽምድ ክንገፍፍ ክንከይድ ኢና ዝብሃል ታሪክ ክነግረኩም እየ። ብጣዕሚ ደስ ዝብል ታሪክ እዩ። እዚ ታሪክ ዝኾነ መዓዝ መስለኩም ድማ ዝርከብ ኣብ መጽሓፍ ማቴዎስ ምዕራፍ ኣርባዕተ ንረኽቦ። ኣብ ካልእ ድማ ኣበይ ንረኽቦ? ኣብ ሉቃስ መጽሓፍ ድማ ምዕራፍ ሓሙሽተ ንረኽቦ። ኣብ ካልእ ድማ ቦታ ብማርቆስ መጽሓፍ ድማ ንረኽቦ ማለት እዩ። ማርቆስ ምዕራፍ ሓደ ንረኽቦ ማለት እዩ። እዚ ታሪክ ብዛዕባ የሱስ ክርስቶስ እንታይ ከም ዝገበረ፣ ምስቶም ደቀ መዛሙርቲ ኮይኑ ከመይ ደቀ መዛሙርቲ ከም መረጸ፣ ከመይ ንሳቶም ድማ ገፈፍቲ ዓሳ ከም ዝነበሩ ክነግረኩም እየ። ዓሳ ክጽመድ ሪኢኹም ትፈልጡ ዲኹም? ብጣዕሚ ደስ ዝብል እዩ ሓደ ሓደ ሰባት ዓሳ ከጽምዱ ናብ ባሕሪ ይኸዱ እዮም እሞ ዓሳ ክተጽምዱ ከለኹም ብጣዕሚ ዘዴ የድሊ እዩ ዝተፈላለየ ኩነታት ፈጢርካ እቶም ዓሳ ናባኻትኩም ክመጽኡ ትገብርዎም እሞ ደሓር ትሕዝዎም ማለት እዩ ከምኡ እዩ ዝጽመድ ሕጂ ኣብታ ጌንሴሬጥ ትበሃል ሩባ ሰባት ዓሳ የጽምዱ ነይሮም። እዚ ዓሳ ዘጽምድዎ ሰብ ናብ ገዝኡ ምስ ኣተወ ጸጥ ምስ በለ እቶም ዓሳታት ምግቦም ክደልዩ ጸጥ ምስ በለ ሰብ የለን ሕጂ ምግብና ንድለይ ኢሎም ክወጹ ከለዉ ንሳቶም ድማ እቲ መረቦም ናብቲ ሩባ ይሰድዎ፣ ደሓር ቀስ ኢሎም ይጸንሑ፣ እቶም ዓሳታት ደኣ ምግቦም ደልዮም ክመጹ ከለዉ ናብቲ መረብ ይኣትዉ፣ ደሓር እቲ መረብ ስሕብ ኣቢሎም የውጽእዎ ነይሮም። ሸዓ መዓልቲ ግን እዞም ሰባት መን ይበሃሉ ጴጥሮስ ዝበሃል ሰብ ነይሩ፣ ሓዉ ከኣ እንድርያስ ዝበሃል ነይሩ። ንሳቶም ኮይኖም ዓሳ የጽምዱ ነይሮም። ዓሳ ከጽምዱ ምስ ደለዩ እቲ ኣብቲ ሰዓትቲ ጸጥ ዝበለ ሰዓት እቲ መረቦም ሰዲዶም ይሕልዉ ነይሮም። ደሓር እቲ መረብ ሓፍ ተበልዋ ቀሊል በቃ ፎኪስ ኮይንዎም ዓሳ ከምዘይብሉ ፈሊጦም ኣብኣ ከላ ደርብዮማ ይጽበዩ ነይሮም። ሕጂ ውን ደገና ናብታ ማይ ሰዲዶማ ሕጂ ውን ክፍትኑ ከለዉ ዓሳ የለን ዋይ ታይ ዓይነት ማዓልቲ ዩ ድማ ሎሚ ሓደ ዓሳ ውን የለን ይብሉ ተመሊሶም ሕጂ ውን ይድርብይዋ ሃፍ ከብልዋ ከለዉ ሕጅስ ዝህልወ ዋላ ሓንቲ የላን ብጣዕሚ ሓዚኖም ታይ እዩ እዚ ታይ ዓይነት መዓልቲ እዩ ሎሚ ሓደ ዓሳ እውን ከይሓዝና ክንሓድር ኢና ደሓር ለይቲ ሙሉእ ከምኡ ክገብሩ ውዒሎም ሓዲሮም ምንም ዓሳ ዘየሎ ብጣዕሚ ስለ ዝሓዘኑ በቃ ሕጂ ጸሓይ ወጺኣ እያ። ጸሓይ ምስ ወጸት ድማ እቶም ዓሳታት ናብቲ ማእከል ማይ እዮም ዝኸዱ እምበር ናባና ኣይመጹናን እዮም። ስለዚ በቃ እቲ መረብና ክንእክቦ ኢሎም እቲ መረቦም እክብ እክብ እክብ ኣቢሎም ናብ ናብቲ መሬት ዘለዎ ካብቲ ሩባ ወጺኦም ናብቲ መሬት ክኸዱ ከለዉ ሰባት ተኣኪቦም የሱስ የምህሮም ነይሩ። ድሓር የሱስ ከኣ እንታይ ኢልዎም? እስከ እዛ ጀልባኻ ክጥቀመላ ዶ እኽእል? እስከ ናብቲኣ ግበረለይ እሞ እቶም ሰባት ከምህሮም ኣብኣ ኮይነ ይብሎ። ደሓር ዋላ ሓንቲ በቃ ነጊኡ ወግሒ እዩ ምንም ዓሳ ክንረክብ ኣይከኣልናን በቃ ይጠቀመሉ ኢሎም ጴጥሮስ ከኣ ሕራይ ኢልዎ ናብቲ ዝሓተቶ ጀልባ ኣትዩ ንቶም ሰባት የምህሮም ነይሩ ንቶም ድማ ዝሓመሙ እንታይ ይገብሮም ነይሩ። የሕውዮም ነይሩ እወ የሕውዮም ነይሩ ይነግሮም ነይሩ ብጣዕሚ ደስ ኢልዎም ይሰምዑ ነይሮም ደሓር እቲ ኩሉ ኩነታት ምስ ገበረ ምስ ወድአ ንጴጥሮስ እንታይ ኢልዎ እቶም ሰባት ከይዶም ናብ ገዝኦሞ ሕጂ ንዓ ዓሳ ክነጽምድ ኢና ኢልዎ። ጴጥሮስ ብጣዕሚ ገሪምዎ ዋይ እንታይ ደኣ ብከምዚ ሰዓት ዓሳ ክግበር ዘይክእል ዓሳ ክነውጽእ ኣይንክእልን ኢና እቶም ዓሳታት እኮ ኦሮማይ ጸሓይ ስለ ዝፈርሑ ናብ ውሽጢ ከይዶም እዮም እሞ ከመይ ጌርና ኢና ሕጂ ዓሳ ግን ንስኻ ስለ ዝበልካ ሕራይ ኢሉ ተኣዚዙ። ደሓር ናብቲ ጃልባ ኣትዮም እቲ መረቦም ሒዞም ከይዶም ከም ዘይረኽቡ ግን ርግጸኛ ነይሩ። ጴጥሮስ ሓዉ ድማ መን እዩ? እንድርያስ ደሓር ሕራይ ኢሎም ከይዶም የሱስ ስለ ዝበለ እወ ብዚኣ ወገን ስደድዋ እታ እታ መረብ ኢልዎም እታ መረብ ዝርግሕ ኣቢሎም ዋላ ንኡሽተይ ኣይጸንሑን። እቶም ዓሳታት እንዳጎየዩ እንዳጎየዩ ናብቲ መረብ ይኣትዉ ጀሚሮም። ብዙሓት ኮይኖም ኣትዮም። ደሓር ጴጥሮስ ድማ ዘይገመተ ዓሳ ኣይክህልዎ ኢሉ እንድርያስን ጴጥሮስን እቲ መረብ ስሕብ ምስ ኣበልዎ ክጎትዎ ዘይክእሉ መዓት ኣዛ መሊኦም ብጣዕሚ ዝገርመኪ ሃኒየ ጓለይ ብጣዕሚ ተገሪሞም ከመይ ገይሮም ክገትዎ ዓ የዕርኽቶም ድማ ናብቲ ወገን ድማ ኮፍ ኢሎም ነይሮም ዓሳ ዘይ ኣየፅመዱን በቃ ስኢኖም ስለ ዝኾኑ ኮፍ ኢሎም ነይሮም መንን መንን ይበሃሉ መስለኪ ዮሃንስን ያቆብን ዝበሃሉ መሓዙት ነይሩ። ዮሃንስ፣ ያቆብ ንዓ ንዓ ሓግዘኒ፣ ብዙሕ ዓሳ እዩ ዘሎ ኢልዎ ጴጥሮስ። ደሓር ዮሃንስን ያቆብን እንዳኮረዩ መጺኦም ናብታ ጀልባ ኣትዮም ሓቢሮም ሓፍ የብልዎ ጀሚሮም። ከውጽዎ ከለዉ ብዙሓት ዓሳ ስለ ዝኾኑ ነቲ ጀልባ ብዓሳ መሊኦሞ። ቀልጢፎም ምልኣዮ ምልኣዮ ቀልጥፍ ቀልጥፍ ዮሃንስ ቀልጥፍ ናትካ ጀልባ ኣምጽእ ካልእ ክንመልእ ናይ ዮሃንስን ናይ ያእቆብን ጀልባ ድማ መሊኣ ብዓሳ ምልእ ቅጽጽ ኢላ መሊኣ ብጣዕሚ በቃ ንሱ ማለት እንታይ መስለኪ ሃና ጓለይ ብዙሕ ዓሳ ማለት ብዙሕ ውሃ ቅራሽ ማለት እዩ ክሸጥዎ እንዲዮም ምስ ሸይጥዎ ብዙሕ ገንዘብ ክረኽቡ እዮም። ብዙሕ ገንዘብ ዘለዎ ከዓ ብዙሕ ነገር ምግዛእ ክእሉ ይኽእሉ እወ ገንዘብ ዘይብሉኸ ምግዛእ ኣይክእልን ሕጂ በዓል ጴጥሮስ ብጣዕሚ ተሓጒሶም ብዙሕ ዓሳ ረኺቦም እታ ጀልባ ክትግምጠል በጺሓ በቃ ከመይ ገይሮም ከውጽዋ ምልእ ኢላ ነይራ። ደሓር ብጣዕሚ ተሓጊሶም እዞም ኣርባዕተ ኣታ ገፈፍቲ ዝኾኑ መሓዙት ምስ ወድኡ የሱስ ክርስቶስ እንታይ ኢልዎም መስለኩም መስለኪ ንዑ ሰዓቡኒ ኣነ ድማ ገፈፍቲ ሰብ ክገብረኩም እየ ኢልዎም። ዋይ ናይ የሱስ ተኣምር ብጣዕሚ ተገሪሞም ከየብቅዑ ንሕናስ ገፈፍቲ ሰብ ክንከውን ብጣዕሚ የሐጉስ በቃ እዚ እዞም ዓሳታት ሸይጥና ብዙሕ ገንዘብ ምረኸብና ኔርና ግን የሱስ ይሕሸና ገፈፍቲ ሰብ ምዃን ይሕሸና እስካብ ክንድዚ ግዜ ገፈፍቲ ዓሳ ኮይና ክንነብር ን የሱስ ክንሰሚ ይሕሸና ኢሎም ኣርባዕቲኦም ኮይኖም ንየሱስ ክርስቶስ ተከቲሎም ንጎይታና የሱስ ክርስቶስ ተከቲሎም ከይዶም ምስኡ ይስዕቡ ጀሚሮም። ሞት ገፈፍቱ ሰብ ክገብሮም ወሲድዎም የሱስ ክርስቶስ እዛ ታሪክ እዚኣ እዚኣ እያ ትብል ሕጂ እታ ትጽናዕ ጥቅሲ ደድሕረይ ክትብሉ ኢኩም ኣነ ከኣ ክነግረኩም እየ ትርከብ እታ ትጽናዕ ጥቅሲ ዝትርከብ ኣበይ'ያ? ማቴዎስ ወንጌል እስኪ በሊ። ማቴዎስ ወንጌል። ምዕራፍ ኣርባዕተ። ምዕራፍ ኣርባዕተ። ቁጽሪ ዓሰርተ ትሽዓተ። ቁጽሪ ዓሰርተ ትሽዓተ። ንፍዕቲ እዛ ጓለይ። ንስኻትኩም ውን ኢልኩም ዲኹም ቆልዑት ምሳይ ማቴዎስ ፍቕዲ ኣርባዕተ በሉ እስከ። በሊ እስኪ ምሳኣቶም በሊ።
ማቴዎስ ፍቕዲ ኣርባዕተ። ቁጽሪ ዓሰርተ ትሽዓተ። ቁጽሪ ዓሰርተ ትሽዓተ። ንፉዓት ቆልዑት ብጣዕሚ ደስ ይብል ከምዚኣ ትብል ምሳይ ስዒብኩም በሉ የሱስ ውን። የሱስ ውን። ኣነ ድማ። ኣነ ድማ። ገፈፍቲ ሰብ። ገፈፍቲ ሰብ ክገብረኩም። ክገብረኩም እየ። እየ። በሎ። እወ፣ ክንደግማ ኢና፣ የሱስ እውን። ን ገፈፍቲ ሰብ ክገብረኩም። ኣነ ድማ። ገፈፍቲ ሰብ ክገብረኩም እየ።
ንዑ ሰዓቡኒ። ንዑ ሰዓቡኒ። በሎም። በሎም። Yes! ብጣዕሚ ጎበዝ ንፍዕቲ ሃና ንስኻትኩም ውን ብጣዕሚ ንፉዓት ኢኹም እታ ትጽናዕ ጥቕሲ ከይትርስዕዋ ኢኹም ክደግመልኩም እየ ሓንሳእ ናይ መወዳእታ ትርከብ ኣብ ማቴዎስ ፈቅዲ ኣርባዕተ ቁጽሪ ዓሰርተ ትሽዓተ እያ ከምዚ ትብል የሱስ ውን ኣነ ድማ ገፈፍቲ ሰብ ክገብረኩም እየ ንዑ ሰዓቡኒ በሎም ትብል ብዝቅጽል ግዜ ከኣ ብተፈለየ ዓይነት ናይ ታሪክ ፕሮግራም ክመጸኩም እየ ክረኽበኩም እየ ናይ ሎሚ ፕሮግራምና ሎሚ ብከምዚ ክንውድእ ኢና ብሰላም ክትኮኑ ምነየልኩም ካብ ዝመጽእ ሰሙን ደሓን ኩኑ ቆልዑት ብጣዕሚ ፈትወኩም እየ ደሓን ኩኑ ቻው በልዮ ቻው ደሓን ኩኑ
Hi everyone! ሰላም ህጻናት ከመይ ቐኒኹም? ናይ ሎማዕንቲ ትምህርትና ብዛዕባ ፍጥረት እዩ ዝኸውን። ኣርእስቱ ድማ ሓድሽ ምድሪ። ዝጽናዕ ጥቕሲ ድማ ዘፍጥረት ሓደ ሓደ። ብመጀመርታ እግዚኣብሄር ሰማይን ምድርን ፈጠረ። ናይ ሎማዕንቲ መልእኽትና እግዚኣብሄር ኣብ ኩሉ ፍጥረታት እግዚኣብሄር ፍቕሪ እዩ ዝብል ጽሑፍ ኣሎ። ህጻናት ኣብ ጸልማት ቦታ ኮይንኩም ትፈልጡ ዶ? ምንም ዓይነት ብርሃን ዘይብሉ? እንታይ ትሰሚዕኩም ነይሩ? ብጣዕሚ የፍርሕ እወ። ምድሪ እውን ልክዕ ከምኡ ጸልማት ነበረት። እግዚኣብሄር ናብታ ጸልማትን ማያትን ረኣየ። ስለዚ እግዚኣብሄር ንምድሪ ክፈጥር ሓሰበ። ደሓር ግና እግዚኣብሄር ብርሃን ይኹን በለ፣ ብርሃን ድማ ኾነ። እግዚኣብሄር ድማ ነቲ ብርሃን ካብ ጸልማት ፈለየ እሞ፣ ነቲ ብርሃን ቐትሪ፣ ነቲ ጸልማት ድማ ምሸት በሎ። ቐዳማይ መዓልቲ። እግዚኣብሄር ድማ ረኣየ፣ ምድሪ ድማ ብማይ መሊኣ ነበረት፣ በለ ድማ፣ ማያትን ሳማያትን ይካፈላ በለ፣ ተኻፈላ ድማ። ኻልኣይ መዓልቲ። ምድሪ ብማይ መሊኣ ነበረት፣ እግዚኣብሄር ድማ፣ መሬትን ማያትን ተኻፈላ በለ። ነቲ ማይ ኸዓ ባሕርን ውቅያኖስን በሎ። እዚ ድማ ጽቡቕ ኾነ በለ። እግዚኣብሄር ድማ፣ ምድርን ተኽልታትን ኦማትን ሰዓርታትን ተብቁል በለ። ምድሪ እውን ኦማትን ፍረምረን ተኽልታትን ኣብቆለት። ነዚ እውን ጽቡቕ ከም ዝኾነ ረኣየ። ሳልሳይ መዓልቲ። እግዚኣብሄር ድማ ናብ ሰማይ ረኣየ እሞ፣ ለይትን ቐትርን ዘፍልጣ ብርሃናት ኣብ ሰማይ ይኹና በለ። ወቕትታት፣ መዓልትታት፣ ዓመታት ዝፈልያ ይኹና በለ። እግዚኣብሄር ክልተ ዓበይቲ ብርሃናት ፈጠረ፣ ጸሓይ ብቐትሪ፣ ወርሕን ከዋኽብትን እውን ብጸልማት ከብርሃ ገበረ። ጸሓይን ወርሕን ከዋኽብትን ረኣየ እሞ፣ ጽቡቕ ድማ በለ። ራብዓይ መዓልቲ። እግዚኣብሄር ድማ ኣብ ባሕሪ ዝንቀሳቐሱ ዓሳታትን ኣብ ሰማይ ዝበሩ ኣዕዋፋትን ፈጠረ እሞ ነዙይውን ፅቡቕ ከም ዝኾነ ረኣየ። ፍረዩን ብዝሑን ተባዝሑን ኢሉ ባረኾም። ፍረዩን ብዝሑን ተባዝሑን ኢሉ ባረኾም። ሰማይን ባሕርን ማያትን ምልኡ ድማ በለ። ሓምሻይ መዓልቲ። እግዚኣብሄር ድማ፣ ምድሪ ዓበይቲ እንስሳታት ተውጽእ፣ በለ። ምድሪ ድማ ዓበይቲ እንስሳታት ኣውጽአት፣ እግዚኣብሄር ድማ ጽቡቕ ከም ዝኾነ ረኣየ። ብምቕጻል ድማ፣ እግዚኣብሄር፣ ሰብ ብመልክዕናን ብምስልናን ንፍጠር፣ በለ። ንዓሳ ባሕርን ንኣዕዋፍ ሰማያትን ንኹሉ ምድርን ይገዝኡ፣ በለ። እግዚኣብሄር ድማ ብመልክዑ ንሰብ ፈጠረ፣ ብመልክዕ እግዚኣብሔር ፈጠሮ፣ ተባዕታይን ኣንስታይን ገይሩ ፈጠሮ። እግዚኣብሔር ድማ፣ ብዝሑን ተባዝሑን፣ ንምድሪ ድማ ምልእዋን ምለኽዋን፣ ንዓሳ ባሕርን ነዕዋፍ ሰማያትን ኣብ ምድሪ ዝንቀሳቐስ ዅሉ ግዝኡ ኢሉ ባረኾም። ኣብ ልዕሊ ኵላ ምድሪ ዘሎ ተኽልታትን ፍረ ምረን ኦማትን ሂበኩም ኣለኹ፣ ምግቢ እውን ይኹንኹም በለ። እግዚኣብሔር ድማ ነቲ ዅሉ ዝፈጠሮ ረኣየ፣ እንሆ ድማ፣ ኣዝዩ ጽቡቕ ነበረ። ሻድሻይ መዓልቲ። እግዚኣብሔር ነዛ ዓለም ብሽዱሽተ መዓልቲ ፈጠረ። ኩሉ ምስ ወደኣ ክከናኸንዋ ልኣዳምን ንሔዋንን ሃቦም። ህጻናት፣ እግዚኣብሔር ስለ ዘፍቅረና እዚ ኩሉ ሂቡና እዩ። ስለዚ ፍጥረታት ኩሉ ክንርኢ ከለና እግዚኣብሔር ፍቕሪ ምዃኑ ይዛረበና እዩ። ደሓን ቐንዩ ህጻናት።